ሓደ ዓብዪ ታሪኽ፣ ሓደ ዓብዪ ናይ ህዝቢ ትግራይ ፈተና፣ በዚ ዘመን እዚ ከምዚ ነይሩ ኢልና እንዝትየሉ ናይ መከራ ዘመን ዓፂና፣ ከም ህዝቢ ናብቲ ክንበፅሖ ዝግበእና ራእይ ከም ንበፅሕ ምንም ዘጠራጥር ኣይኮነን። ዋጋ ግን ከኽፍለና እዩ። ዋጋ ክንከፍል ኩላትና ከም ተጋሩ ድሉዋት ክንኮን ክንክእል ኣለና።
ሰላም ሰላም ኸመይ ጸንሑ ፍትዋ ተኸታተልቲ እዚ ፕራይም ትግርኛ እዩ ኸመይ ኣለኹም ንሐዚ ዝተሰምዑ እዋናዊ ኣገደስቲ ምዕባለታት ከም ዝስዕብ ቐድምና ኣለና ሓደሽቲ ተኸታተልቲ ቻናልና ሰብስክራይብ ብላይክ ሸንዳ ገበርኹም ክትከታተሉ ንዕድመኩም ሰበር ዜና ካብ መቐለ ተሰሚዑ ኣሎ። ትግራይ ዕላዊ ዓመታዊ በጀት ኣፅዲቓ። ቤት ምኽሪ ትግራይ ልዕሊ ስልሳን ሓሙሽተን ቢልዮን ብር ዓመታዊ በጀት ትግራይ ኾይኑ ክፀድቕ ወሲኑ። እዚ ከምዚ እናሃለወ ትግራይ ብፀጥታን ድሕነትን ክመርሕ ዝፀንሐ ሓደ ላዕለዋይ ኣዛዚ ሰራዊት ትግራይ ዝኾነ ጀነራል ካብ ሓላፍነቱ ተላዒሉ። ዝርዝሮም ሒዝና ኣለና። ኣብ መንጎ ወተሃደራዊ መራሕቲ ኣዲስ ኣበባን መቐለን ዘሎ ናይ ቓላት ኹናት ቐፂሉ ኣሎ። ጀነራል ዮሃንስ መዲድ ሎሚ ኸቢድ ምላሽ ንኣዲስ ኣበባ ሂቡ። ኣዛዚ ግንባር ዶብ ጀነራል ዮሃንስ መዲድ ሎሚ ካብ ኣላማጣ ዘስምዖ ኣዘራራቢ መደረ፣ ኣብ ግንባር ዶብ ሎሚ ዝወዓለ ኸቢድ ወተሃደራዊ ምዕባለን ምስጢራዊ ትኑ በፂሑና ኣሎ፣ ብዝርዝር ክንቕርበልኹም ኢና። ሓደሽቲ ናይ ሰራዊት ምንቅስቓሳት ናብ ደቡባት ትግራይ ይጸግዑ ምህላዎም ኣብ ዝግለጸሉ ዘሎ ሰዓት፣ መቐለ ልዑል ምድላዋት ይግበር እዩ ዘሎ። ኹናት ክመርሕ ዝኽእል ሓዱሽ ማእኸላይ ኮማንድ ተጣይሹ። ላዕለዎት መራሕቲ ዕጡቕ ሓራ መሬት ዓፋር ኣብ ኣዲስ ኣበባ ሚስጢራዊ ኣኼባ ክካየድ ከም ዝቐነየ ተገሊጹ። ብዛዕባ እዚ ሚስጢራዊ ሓበሬታ ዝሓዝናዮ ዝርዝር ምዕባለ እውን ክነካፍለኩም ኢና። ምስ ናይ ወጻኢ ኣካላት ርክብ ኣለዎ ዝተብሃለ ሓደ ቤት ዕዮ ፌዴራል ኣብ ራዳር ኣትዩ ተባሂሉ። ላዕለዎት ኣመራርሓ ስርዓት ብልጽግና ብዘይሕጋዊ ዝውውር ደቂ ሰባት ኣብ ቀይዲ ኣትዮም። ብተመሳሳሊ ካብ ሰራዊት ትግራይ ግንባር ምዕራብ ትግራይ እውን ሓዱሽ ምዕባለ ተሰሚዑ ኣሎ። ናይዚኦምን ካልኦት ዝርዝር ምዕባለታት ሐዚ ክነቕርበልኹም ኢና። ክሳብ መወዳእታ ምሳይ ጸኒሕኹም ክትከታተሉ ብኽብሪ እዕድመኩም። ናብ ዝርዝሮም ክነብል። ሰበር ዜና ካብ መቐለ ተሰሚዑ'ሎ። ትግራይ ዕላዊ ዓመታዊ በጀት ኣፅዲቓ። ቤት ምኽሪ ትግራይ ልዕሊ ስልሳን ሓሙሽተን ቢሎን ብር ዓመታዊ በጀት ትግራይ ኾይኑ ክፀድቕ ወሲኑ። እዚ ኸምዚ እናሃለወ ትግራይ ብፀጥታን ድሕነትን ክመርሕ ዝፀንሐ ሓደ ላዕለዋይ ኣዛዚ ሰራዊት ትግራይ ዝኾነ ጀነራል ካብ ሓላፍነቱ ተላዒሉ። ትግራይ ዕላዊ በጀት ኣፅዲቓ። ቤት ምኽሪ ትግራይ ልዕሊ ስልሳን ሓሙሽተን ቢሎን ብር ዓመታዊ በጀት ትግራይ ኾይኑ ክፀድቕ ወሲኑ። ቤት ምኽሪ ትግራይ ሎሚ ሰንበት ዓሰርተ ትሽዓተ ሓምለ ክልተ ሸሕን ዓሰርተ ሸሞንተን ዓ.ም። ኣብ ዘካየዶ ወግዓዊ ስሩዕ ኣኼብኡ፣ ንናይ ክልተ ሽሕን ዓሰርተ ሸሞንተን ዓሰርተ ትሽዓንተን ዓመተ ምህረት በጀት ዓመት ዝኸውን ልዕሊ ስልሳን ሓሙሽተን ብር በጀት ብምሉእ ድምጺ ኣጽዲቑዎ ኣሎ። ቤት ምኽሪ ትግራይ ንናይ ክልተ ሽሕን ዓሰርተ ሸሞንተን ዓሰርተ ትሽዓንተን ዓመተ ምህረት በጀት ዓመት ልዕሊ ስልሳን ሓሙሽተን ቢልዮን ብር ብምሉእ ድምጺ'ዩ ኣጽዲቑዎ ዘሎ። እዚ በጀት እዚ ዝጸድቐሉ ምስቲ ዶክተር ደብረጽዮን ኣብ ቀረባ እዋናት ትግራይ ካብ ኣዲስ ኣበባ በጀት ናይ ምጽባይ ዝንባለ ከምዘየዋጽኣ ምግላጹ ስዒቡ ዝመጸ እዩ። ዶክተር ደብረፅዮን ገብረሚካኤል ኣብ ዝሓለፈ ወርሒ ዓርሰ ምርኮሳና በሪኽና ፀገማትና ክንፈትሕ ኢና ክብል መልእኽቲ ኣመሓላሊፉ ከምዝነበረ ዝግለፅ ኾይኑ እዚ በጀት እዚ ድማ ንመሰረተ ልምዓት ትግራይ ንምሕዳስ ስሩዕ ናይ ምምሕዳር ስራሕቲ ከምኡ ድማ ናይ ፀጥታ መዋቕራት ርእሰ ምርኮሳ ንምርግጋፅ ዝዓለመ ምዃኑ ይግለፅ ኣሎ። ትግራይ ኣብዚ ሕዚ እዋን ብዘስግእ ኹነታት ምስ ስርዓት ፌዴራል ዘራኽባ ገመዳት እናተበጣጠሱ ይኸዱ ምህላዎም እዩ። ፌዴራል መንግስቲ ቕድሚ ሓደ ወርሒ በጀት ክልላት ኣፅዲቑ ዕላዊ ኣብ ዝገበረሉ መግለፂኡ ንትግራይ ሰላሳን ኽልተን ቢልዮን ብር በጀት ከምዝመደበላ ዝፍለጥ እዩ። እቲ ንትግራይ ዝተብሃለ ሰላሳን ክልተን ቢልር ብር ኣብ ወረቐት ይስፈር እምበር ፌዴራል መንግስቲ ካብ ወርሒ ጥቅምቲ ጀሚሩ ናብ ትግራይ መሃያ ኮነ በጀት ከምዘይሰድድ ክግለፅ እዩ ፀኒሑ። ሎሚ ድማ እቲ ዝተፈርሐ ኩነታት ገዲዱ ትግራይ ምስ ፌዴራል ዘለዋ ገመዳት ተመናሚኑ እንሆ ድማ ናይ ዓርሳ ዓመታዊ በጀት ኣፅዲቓ'ላ። እዚ ምዕባለ ኣዝዩ ዝድገፍ ምዃኑ ዝገልፁ ገለ ገለ ወገናት ነዚ ስጉምቲ እዚ ከድንቑ ዝስማዕ ኮይኑ ብኣንፃሩ ድማ ምስ ፌዴራል ዘሎ ውጥጥ ዘጋድድ እዩ እናተብሃለሉ እዩ ዘሎ። ክቡራት ተኸታተልቲ ሪኢቶኹም ኣብ ኮሜንት መውሃቢ ሳንዱቕ ክትገድፉልና ትኽእሉ ኢኹም። ብትማሳሊ ድማ ብሎም ዕለት ትግራይ ሓላፊ ሰላምን ፀጥታን ዝነበረ ጀነራል ካብ ሓላፍነቱ ተላዒሉ። ብዶክተር ደብረፅዮን ገብረሚካኤል ዝምራሕ መንግስቲ ትግራይ ሎሚ ሓደሽቲ ሸሞታት ዝፀደቐ ኮይኑ እቲ ብሌተናል ጀነራል ፍስሃ ማንጁስ ዝምራሕ ዝነበረ ቢሮ ሰላምን ፀጥታን ትግራይ ሓድሽ ሓላፊ ተሸይሙሉ ኣሎ። ኣይተ ተወልደብርሃን ተስፋኣለም ድማ ሓድሽ ሓላፊ ቢሮ ሰላምን ፀጥታን ትግራይ ኮይኑ ተሸይሙ ኣሎ። ኣብ ትግራይ ኸቢድ ፀጥታዊ ወጥሪ ኣብ ዘለወሉ ዘሎ እዋን እዩ እቲ ሓዱሽ ሓላፊ ተመዚዙ ዘሎ። ብተማሳሊ ከንቲባ ከተማ መቐለ ዝነበረ ዶክተር ረዳኢ በርሀ ንዞባዊ ቁጠባዊ ዳግም ህንፀትን ምንቕቓሕን ንግድን ትግራይ ወሳኒ ዝተብሃለ ንግድን ትግራይን ክመርሕ ሓላፍነት ተዋሂብዎ'ሎ። ኣብ መንጎ ጀነራላት መቐለን ኣዲስ ኣበባን ናይ ቓላት ኹናት ቐፂሉ። ጆን መዲድ ሎሚ ንብርሃኑ ጁላ ኸቢድ ምላሽ ሂቡ'ሎ። ናይ ብልጽግና ወተሃደራዊ ሓይሊ ነቶም ባንዳታት ክብል ዝጽውዖም ሓይልታት ይምክትን ይስዕርን ምህላዉ ኣብ ዝገልጸሉ ዘሎ ሰዓት፣ ብኣንፈት ግንባር ደቡብ ትድኤፍ ዝመርሕ ዘሎ ጆን መዲድ ድማ ሎሚ ድምጹ ኣስሚዑ ኣሎ። ጀነራል ዮውሃንስ መዲድ ሎሚ ኣብ ኣላማጣ ኮይኑ ኣብ ዘስምዖ መደረ፣ ስርዓት ኣዲስ ኣበባ ንምድምሳስ ተሓንዩ ኣሎ። ላዕለዎት ኣመራርሓ ትግራይ ኣብዚ ቅነ እዚ ዘካይድዎ ዘለዉ ኣኼባታት፣ ናይ መወዳእታ ዕላምኦም ስርዓት ብልጽግና ካብ ስልጣን ምእላይ ከምዝኾነ ብዕሊ ኣቐሚጦም እዮም። ነዚ ንምዕዋት ዝበልዎ ድማ ምስ ዝኾነ ይኹን ሓይሊ ተላፊኖም ከም ዝሰርሑ ክገልጹ'ዮም ዝስማዕ። እዚ ናይ መቐለ ከቢድ ቅዋምን ምድላውን ኣብ ውሽጢ ኣርባዕተ ኪሎ ሕማም ርእሲ ከም ዝፈጠረ ይንገረሉ። ፊልድ ማርሻል ብርሃኑ ጁላ ትማሊ ኣብ ዝሃቦ መደረ፣ ኢትዮጵያ ንምፍራስ ይንቀሳቐሱ ኣብ ዝበሎም ኣካላት ሓይልታት ስጉምቲ ምውሳዱ ከም ዝቐጽል ኣፍሊጡ'ዩ። እቲ ፊልድ ማርሻል ናይ ጥፍኣት ሽርሕታት ኣምኺነ ብምባል እቲ ዝተለመደ ናይ ቓላት ኹናት ኣብ ልዕሊ ላዕለዎት ኣዘዝቲ TDF ኣዝኒቡ ነይሩ። ሎሚ ድማ ጆን መዲድ ካብ ኣላማጣ ተመሳሳሊ ነቲ ዕላማና ክብል ዝገልጾ ስርዓት ኣዲስ ኣበባ ምእላይ ዝሕግዝ ናይ ሰራዊት ጥንካረ ኣድላይ ምዃኑ ገሊጹ ኣሎ። ጆን መዲድ ነቲ ጸላኢና ክብል ዝገልጾ ስርዓት ብልጽግና ኣብ ትግራይ ዝዕንድር ኣብ መቓብርና ጥራሕ እዩ ክብል እዩ ተዛሪቡ ዘሎ። ጸላኢ ከጥፍእና ይህንደድ ኣሎ ዝበለ ንሱ፣ ህላወና ንምውሓስ ግና ኹሎም ዓይነታት ዓቕምታት ጥንካረ ምውናን ኣድላይ እዩ ክብል እዩ ተዛሪቡ ዘሎ። ኽፉእ ጸላኢ ኣለና፣ ንትግራይ ክጭፍልቕን ከጽንትን ዝደሊ ምዃኑ እውን ኣብ ሕሉፍ ግዝያቱ ኣርእዩና እዩ ክብል እዩ ጆን መዲድ ተዛሪቡ ዘሎ። ትግራይ ንመስዋእቲ ዝኸውን ትውልዲ ከም ዘድልያ ዝገልጽ ጆን መዲድ፣ ሕዚ ኣብ ትግራይ ክቕጽል ዝኽእል ኹናት ዕላምኡ ኣብ ኣዲስ ኣበባ ስልጣን ምሓዝ ከም ዘይኾነ ምዝራቡ ይዝከር እዩ። እዚ ከምዚ እናሃለወ ኣብ ትግራይ ሓድሽ ማእኸላይ ኮማንድ ተጣይሹ ተባሂሉ። ኣብ ዶባት ትግራይ ህጹጽ ምዕባለታትን ወታደራዊ ትኩሳትን ንሓይሎ ኣብ ዝቐጸሉ ዘሎ እዋን፣ ላዕለዎት መራሕቲ ትግራይ ብግደኦም ኹናት ዝመርሕ፣ እዋናዊ ኩነታት ዝውስን ሓዱሽ ማእኸላይ ኮማንድ ከምዘጣየሹ ተገሊጹ ኣሎ። እዚ ማእኸላይ ኮማንድ እዚ በቲ ኣብ ቐረባ እዋን ዝወጸ ሓዱሽ ኣዋጅ ህልውናን ድሕነትን ህዝቢ ትግራይ ዝእዘዝ ምዃኑ ተገሊጹ ኣሎ። ብመሰረት እዚ ድማ እቲ ኮማንድ ካብ መንግስቲ፣ ካብ ኣመራርሓ ሰራዊትን ካብ ህወሓትን ዝተውፃእፅኡ ትሽዓተ ኣባላት ሓቚፉ ዳግማይ ከምዝተጣየሸ እዩ ዝተገለፀ። ብመሰረት እቲ ሓድሽ ኣወዳድባ ጀነራል ዮሃንስ መዲድ ካብቲ ኮማንድ ተገሊሉ ክወፅእ ከምዝተገበረ ፍልፈላት ዝሓበሩ ኮይኖም፣ ብኣንፃሩ ድማ ሓደሽቲ ላዕለዎት ኣመራርሓ ሰራዊት ትግራይ ናብቲ ኮማንድ ክኣትዉ ከምዝተገበረ ተገሊፁ እዩ። እቲ ኮማንድ ተፀዋዕነቱ ንዶክተር ደብረፅዮን ገብረሚካኤል ኮይኑ ካብ ላዕለዎት መራሕቲ ሰራዊት ድማ ጀነራል ሃይለስላሴ፣ ግርማይ ወዲ እምበይተይ፣ ጀነራል ወዲ መድሂንን ተሓርዮም ኣለዉ። ኸልእ ኣዘራራብን ሰበር ምዕባለን ካብ ሓራ መሬት ተሰሚዑ። ናብ ኣዲስ ኣበባ ብቕልጡፍን ፍሉይን በረራ ተጸዊዖም ኣብ ወተሃደራዊ ኣኼባ ዝቐነዩ ላዕለዎት መራሕቲ ዕጡቓት ሓራ መሬት ዓፋር ሎሚ ኣኼብኦም ዛዚሞም ናብ ዓፋር ክብገሱ ምዃኖም ፍልፍላት ሓቢሮም። እቶም ዕጡቓት ናብ ሰራዊት ብልጽግና ብዕሊ ክጽንበሩ ምዃኖም'ውን ኦርኔል ናይቶም ዕጡቓት ብቋንቋ ኣምሓርኛ ከም ዝተመልኣ ዛራ ሚድያ ዝረኸቦ ዶክመንት የመላኽት። መዓርግ ዅሎም መራሕትን ታሕተወቲ ዕጡቓት ግን ባዶ ከም ዝገደፍዎ እቲ ዶክመንት የርኢ። ኣኼባታቶም ዝዛዘሙ ዅሎም ኣባላት ኣመራርሓ፣ ጽባሕ ንግሆ ናብ ዓፋር በረራ ክገብሩ ምዃኖም ዝተገለጸ ኰይኑ፣ ብልጽግና ኣብ ቐረባ መዓልታት ክጅምሮ እየ ኣብ ዝብሎ ወራር ድማ ዕጡቓት ዓፋር ናብ ሰራዊት ክጽንብሮም ስምምዕነት ከም ዘሎ ካብቶም ተሳተፍቲ ኣመራርሓ ዝተረኸበ ሓበሬታ እዩ ኣመልኺቱ ዘሎ። ኣብ ዓፋር ዘለዉ ታሕተዎት ኣባላት እቲ ዕጡቕ ሎሚ ኣማስዩ እዚ ሓበሬታ ከም ዝበጽሖምን ከም ዝንቀሳቐሱን ይዝረብ ኣሎ። ህዝብን መንግስትን ትግራይ ብተደጋጋሚ ብዝገበሮ ጻውዒት ለበዋን ብርክት ዝበሉ ዕጡቓት ነቲ ኩነታት ብምግንዛብ ናብ ትግራይ ይኣትዉ ከም ዘለዉ ዝግለጽ ኮይኑ ኣብዚ ሕዚ እዋን ኣብቲ ዕጡቕ ዝተረፉ ኣካላት መሳርሒ ስርዓት ብልጽግና ከይኮኑ ናብ ዓዶም ብቕልጡፍ ክምለሱ ካብ ትግራይ ዝስማዕ ዘሎ ጻውዒት እዩ ዘመላኽት። እዚ ከምዚ ኢሉ እናሃለወ ካብ ግንባር ምዕራብ ትግራይ ሓደሽቲ ወታደራዊ ምዕባለታት ይስምዑ ኣሎ። ሓደ ካብ ኣመራርሓን ላዕለዋይ ኣዘዝትን ግንባር ምዕራብ ዝኾነ ጀነራል ኣብርሃ ተስፋይ ድንኩር ሎሚ ምስ ኣመራርሓ ሰራዊት ካብ ሽረ ኣብ ዘስምዖ ዘረባ ፀላእትና ዝበሎም ኣካላት ንምቕባርን መሬትና ሓራ ንምውፃእን ክንቃለስ ንዳሎ ክብል ኣዊጁ ኣሎ። ኣባና ጥራሕ እውን ኣይኮነን። ንሕናሲ ኩናት ኩናት ደለይቲ እዮም ዝብሉ ኩናት ደሊና ዲና ንሕና ናበይ ኢና ከድና ኩናት ደሊና ኩናት እኮ ይደለና መፅኦምና እኮ እዮም ግዝኣትና ሓዲጎምና ገዛውቲ ናይ እዞም ተፈናቐልቲ ወሲዶሞ ናይ ትግራዋይ ገዛ ወሲዶሞ እሶም ይጥቀሙሉ ኣለዉ ቀቲሎምና ከልኪሎምና ንሰዓረ እኮ እሶም እኮ እዮም ቀቲሎሞ ሬሳ ተቐበልቲ ኮይና ናይ ተምሃራይ ሬሳ ናይ ነጋዴ ሬሳ ተቐበልቲ ኮይና ጨንኡና እኮ እዩ። ንሕናስ ኩሉ ሻዕ ንከሓድ በዞም ጸላእቲ እዚኦም፣ ኩሉ ሻዕ ንጥለም በዞም ሰባት እዚኦም። እሞ ኪዱ ይብሉና፣ ኪዱ ተገንጸሉ እናበሉና ኣብታ መሬትና እናሃለናስ ከምኡ ይብሉና። ሕዚ ንሕናስ ምዕራብ ትግራይ ይመለሰልና ኢልና ብምሕታትናስ ኩናት ድለይቲ ንበሃል ዲና? ዓድና እባ ክምለሰልና ኣለዎ። ዓድኻ ሂብካ ዶ ኣበይ ክትነብር? ገዛ ዘይብልካ መሬት ዘይብልካ ኣበይ ናይ ዓዲ ክትነብር መን የቕርበካ?
ምስ ናይ ወፃኢ ኣካላት ርክብ ዘለዎ ሓደ ቤት ዕዮ ፌዴራል ኣብ ራዳር ኣትዮም ላዕለዎት ኣመራርሓ ስርዓት ብልፅግና ብዘይሕጋዊ ዝውውር ደቂ ሰባት ኣብ ቀይዲ ከምዝኣተው እዩ ዝተገለፀ። ኣብ ውሽጢ ፌዴራል መንግስቲ ኢትዮጵያ ዝለዓለ ናይ ስራሕ ስምሪትን ናይ ወፃኢ ርክባትን ሓላፍነት ዘለዎ ሚኒስትር ስራሕን ኽእለትን ብስንኪ ከቢድ ናይ ብልሽውና ገበንን ዘይሕጋዊ ምስግጋር ደቂ ሰባትን ኣብ ትሕቲ ቁፅፅር ፖሊስ ከምዝወደቐ ተገሊፁ። እቲ ቤት ዕዮ ሚኒስተር ዓሰርተ ሽዱሽተ ላዕለዎት ኣመራርሓትን ዳይሬክተራትን እቲ ሚኒስቴር ብፖሊስ ፌዴራል ከምዝተትሓዙ ተገሊፁ እዩ። ምንጭታት ፖሊስ ፌዴራል ከምዝገለፀዎ ኣባላት ፖሊስ ፌዴራል ናይቶም ተጠርጠርቲ ኣሽማት ዝሓዘ ወረቐት ብምሓዝ ናብቲ ሚኒስቴር ቤት ዕዮ ብሃንደበት ከምዝኣተወን ድሕሪኡ ድማ ነቶም ዝተደለዩ ሰበስልጣናት ኣብ ቕድሚ መላእ ሰራሕተኛታት እቲ ቤት ፅሕፈት ሓደ ብሓደ ብምልቓም ናብ ቤት ማእሰርቲ ከም ዝወሰዶም እዩ ዝተገለጸ። ካብቶም ኣብ ትሕቲ ቁጽጽር ዝወዓሉ ላዕለዎት ሓለፍቲ ስራሕ ድማ፣ ሓላፊ ቤት ጽሕፈት ፕሮጀክት ስርዓት ሓበሬታ ዕዳጋ ስራሕ ኢትዮጵያ ዝኾነ ኣይተ ብርሃኑ ኣለቃ፣ ከምኡ ድማ ዋና ፈጻሚ ስራሕ ወጻእ ሃገር ስራሕ ስምሪት ዝኾነ ኣይተ ነብዩን ኣይተ ኤርሚያስን ዝተብሃሉ ካልኦት ዓሰርተ ላዕለዎት ኣመራርሓ ዝርከብዎም ከም ዝኾኑ ዝተገለጸ ኮይኑ፣ ምስ ምዝዋር ደቂ ሰባት ተኣሳሲሩ ኣብ ቐይዲ ከም ዝኣተዉ ድማ ተገሊጹ ኣሎ። ኣብ ልዕሊ እዞም ኣመራርሓ እዚኦም ዝቐረቡ ከበድቲ ጥርጣረ ብፍላይ ድማ ምስቶም ኣብ ሃገራት ዓረብ ንስራሕ ዝዋፈሩ ዜጋታት ኢትዮጵያ ተኣሳሲሩ ዝተፈጸመ ከቢድ ናይ ምጭብርባርን ምትላልን ተግባር ዝተትሓዘ ከም ዝኾነ ተገሊጹ እዩ። መንግስቲ ክረኽቦ ዝግበኦ ዝነበረ ናይ ሸርፊ ወጻኢ ናብ ናይ ገዛእ ርእሶም ጥቕሚ ከም ዘውዓልዎ ዝግለጽ ኮይኑ ኣብ ዘይሕጋዊ ምስውዋር ደቂ ሰባት ኣብ ዘይሕጋዊ ምስግጋር ደቂ ሰባት ብቐጥታ ይሳተፉ ከም ዝነበሩ ድማ ተገሊጹ እዩ። ከምኡ ድማ ነቲ ገበኖም ንምሽፋን ኣብቲ ስርዓት ሓበሬታ ዕዳጋ ስራሕ ኢትዮጵያ ተመዝጊቦም ዝነበሩ ናይ ወጻእ ሃገር ሰራሕተኛታት ሓበሬታ ካብቲ ሲስተም ብምጥፋእ ሃገራዊ ምስጢራትን ጸጋታትን ንምዕቃብ ከም ዝፈተኑ ድማ ተገሊጹ እዩ። እዞም ኣብ ትሕቲ ቀይዲ ዝኣተዉ ሰበስልጣናት ኽብሪ፣ ድሕነትን ናይ ስራሕ ናይ ስራሕ ውሕስነትን ዜጋታት ኣኽቢሮም ኣብ ወጻእ ሃገራት ናይ ስራሕ ዕድል ንኽረኽቡ ሕጋውን መንግስታውን ሓላፍነት ዝተዋህቦም ኣካላት ከም ዝነበሩ እኳ እንተተገለጸ፣ ነዚ ህዝባዊ ሓደራ ነዚ ንጎኒ ብምግዳፍ ስልጣኖም ንናይ ውልቀ ሃፍቲ ምእካብ ስለ ዝተጠቐምሉ ግና ብሕጊ ክሕተቱ እዮም ተባሂሉ እዩ። ኣብ ውሽጢ እቲ ስርዓት ዘሎ ከቢድ ቁጠባዊ ንብልሽውና ዘቃልዕ ሓድሽ ምዕባለ ከም ዝኾነ ይግለጸሉ ኣሎ። ኸልእ ኣዘራራብን ሰበር ምዕባለን ካብ ሓራ መሬት ተሰሚዑ። ናብ ኣዲስ ኣበባ ብቕልጡፍን ፍሉይን በረራ ተጸዊዖም ኣብ ወተሃደራዊ ኣኼባ ዝቐነዩ ላዕለዎት መራሕቲ ዕጡቓት ሓራ መሬት ዓፋር ሎሚ ኣኼብኦም ዛዚሞም ናብ ዓፋር ክብገሱ ምዃኖም ፍልፍላት ሓቢሮም። እቶም ዕጡቓት ናብ ሰራዊት ብልጽግና ብዕሊ ክጽንበሩ ምዃኖም'ውን ኦርኔል ናይቶም ዕጡቓት ብቋንቋ ኣምሓርኛ ከም ዝተመልአ ዛራ ሚድያ ዝረኸቦ ዶኩመንት የመላኽት'ዩ። መዓርግ ኵሎም መራሕትን ታሕተወቲ ዕጡቓት ግን ባዶ ከም ዝገደፍዎ እቲ ዶክመንት የርኢ። ኣኼባታቶም ዝዛዘሙ ኵሎም ኣባላት ኣመራርሓ፣ ጽባሕ ንግሆ ናብ ዓፋር በረራ ክገብሩ ምዃኖም ዝተገለጸ ኰይኑ፣ ብልጽግና ኣብ ቐረባ መዓልታት ክጅምሮ እየ ኣብ ዝብሎ ወራር ድማ ዕጡቓት ዓፋር ናብ ሰራዊት ክጽንብሮም ስምምዕነት ከም ዘሎ ካብቶም ተሳተፍቲ ኣመራርሓ ዝተረኸበ ሓበሬታ እዩ ኣመልኺቱ ዘሎ። ኣብ ዓፋር ዘለዉ ታሕተዎት ኣባላት እቲ ዕጡቕ ሎሚ ኣማስዩ እዚ ሓበሬታ ከም ዝበጽሖምን ከም ዝንቀሳቐሱን ይዝረብ ኣሎ። ህዝብን መንግስትን ትግራይ ብተደጋጋሚ ብዝገበሮ ጻውዒት ለበዋን ብርክት ዝበሉ ዕጡቓት ነቲ ኩነታት ብምግንዛብ ናብ ትግራይ ይኣትዉ ከም ዘለዉ ዝግለጽ ኮይኑ ኣብዚ ሕዚ እዋን ኣብቲ ዕጡቕ ዝተረፉ ኣካላት መሳርሒ ስርዓት ብልጽግና ከይኮኑ ናብ ዓዶም ብቕልጡፍ ክምለሱ ካብ ትግራይ ዝስማዕ ዘሎ ጻውዒት እዩ ዘመላኽት። ምስ ናይ ወፃኢ ኣካላት ርክብብ ዘለዎ ሓደ ቤት ዕዮ ፌዴራል ኣብ ራዳር ኣትዮም ላዕለዎት ኣመራርሓ ስርዓት ብልፅግና ብዘይሕጋዊ ዝውውር ደቂ ሰባት ኣብ ቀይዲ ከምዝኣተው እዩ ዝተገለፀ። ኣብ ውሽጢ ፌዴራል መንግስቲ ኢትዮጵያ ዝለዓለ ናይ ስራሕን ስምሪትን ናይ ወፃኢ ርክባትን ሓላፍነት ዘለዎ ሚኒስትር ስራሕን ኽእለትን ብስንኪ ከቢድ ናይ ብልሽውና ገበንን ዘይሕጋዊ ምስግጋር ደቂ ሰባትን ኣብ ትሕቲ ቁፅፅር ፖሊስ ከምዝወደቐ ተገሊፁ። እቲ ቤት ዕዮ ሚኒስተር፣ ዓሰርተ ሽዱሽተ ላዕለዎት ኣመራርሓትን ዳይሬክተራትን እቲ ሚኒስተር ብፖሊስ ፌደራል ከምዝተታሕዙ ተገሊጹ'ዩ። ምንጭታት ፖሊስ ፌደራል ከምዝገለጸዎ፣ ኣባላት ፖሊስ ፌደራል ናይቶም ተጠርጠርቲ ኣሽማት ዝሓዘ ወረቐት ብምሓዝ ናብቲ ሚኒስተር ቤት ዕዮ ብሃንደበት ከምዝኣተወን ድሕሪኡ ድማ ነቶም ዝተደለዩ ሰበስልጣናት ኣብ ቅድሚ መላእ ሰራሕተኛታት እቲ ቤት ጽሕፈት ሓደ ብሓደ ብምልቃም ናብ ቤት ማእሰርቲ ከምዝወሰዶም'ዩ ዝተገለጸ። ካብቶም ኣብ ትሕቲ ቁጽጽር ዝወዓሉ ላዕለዎት ሓለፍቲ ስራሕ ድማ፣ ሓላፊ ቤት ፅሕፈት ፕሮጀክት ስርዓት ሓበሬታ ዕዳጋ ስራሕ ኢትዮጵያ ዝኾነ ኣይተ ብርሃኑ ኣለቃ ከምኡ ድማ ዋና ፈፃሚ ስራሕ ወፃእ ሃገር ስራሕ ስምሪት ዝኾነ ኣይተ ነቢዩን ኣይተ ኤርሚያስን ዝተብሃሉ ካልኦት ዓሰርተ ላዕለዎት ኣመራርሓ ዝርከብዎም ከምዝኾኑ ዝተገለፀ ኮይኑ ምስ ምዝውዋር ደቂ ሰባት ተኣሳሲሩ ኣብ ቐይዲ ከምዝኣተው ድማ ተገሊፁ ኣሎ። ኣብ ልዕሊ እዞም ኣመራርሓ እዚኦም ዝቐረቡ ከበድቲ ጥርጣረ ብፍላይ ድማ ምስቶም ኣብ ሃገራት ዓረብ ንስራሕ ዝዋፈሩ ዜጋታት ኢትዮጵያ ተኣሳሲሩ ዝተፈፀመ ከቢድ ናይ ምጭብርባርን ምትላልን ተግባር ዝተትሓዘ ከምዝኾነ ተገሊፁ እዩ። መንግስቲ ክረኽቦ ዝግበኦ ዝነበረ ናይ ሸርፊ ወጻኢ ናብ ናይ ገዛእ ርእሶም ጥቕሚ ከም ዘውዓልዎ ዝግለጽ ኮይኑ፣ ኣብ ዘይሕጋዊ ምስውዋር ደቂ ሰባት ኣብ ዘይሕጋዊ ምስጋር ደቂ ሰባት ብቐጥታ ይሳተፉ ከም ዝነበሩ ድማ ተገሊጹ እዩ። ከምኡ ድማ ነቲ ገበኖም ንምሽፋን ኣብቲ ስርዓት ሓበሬታ ዕዳጋ ስራሕ ኢትዮጵያ ተመዝጊቦም ዝነበሩ ናይ ወጻእ ሃገር ሰራሕተኛታት ሓበሬታ ካብቲ ሲስተም ብምጥፋእ ሃገራዊ ሚስጥራትን ጸጋታትን ንምዕቃብ ከም ዝፈተኑ ድማ ተገሊጹ እዩ። እዞም ኣብ ትሕቲ ቀይዲ ዝኣተዉ ሰበ ስልጣናት ኽብሪ፣ ድሕነትን ናይ ስራሕኹ ናይ ስራሕ ውሕስነትን ዜጋታት ኣኽቢሮም ኣብ ወጻኢ ሃገራት ናይ ስራሕ ዕድል ንኽረኽቡ ሕጋውን መንግስታውን ሓላፍነት ዝተዋህቦም ኣካላት ከምዝነበሩ'ኳ እንተተገለጸ ነዚ ህዝባዊ ሓደራ ነዚ ንጎኒ ብምግዳፍ ስልጣኖም ንናይ ውልቀ ሃፍቲ ምእካብ ስለዝተጠቐምሉ ግና ብሕጊ ክሕተቱ እዮም ተባሂሉ እዩ። ኣብ ውሽጢ እቲ ስርዓት ዘሎ ኸቢድ ቑጠባውን ብልሽውና ዘቃልዕ ሓድሽ ምዕባለ ከምዝኾነ ይግለጸሉ ኣሎ።